ወዲ ሰብ ንለውጢ ወትሩ ምጽዓር እዩ ኣብ ዓለምና ብናእሽቱ ምህዞታት ጀሚሮም ናብዛ ዓለም በጺሓቶ ዘላ እንስትሩሜንቲ ወይ ናውቲ ሙዚቃ ተበጺሑ። ኣብ ሃገርናውን ባህላዊ ናውቲ ሙዚቃና ዓቂቦም ናብ ዘመናዊ ዘሰጋገሩ ብዙሓት እዮም። እምበኣርከስ ሶማ ፕሮዳክሽን ንክልተ መንእሰያት ኣብ ሃገረ እስራኤል ፍሉይ ምህዞ ኣብ ክራ ዘተኣታተዉ መደብ ሌላ ክትገብር ናብኦም ኣምሪሓ ኣላ። ዝኸበርኩም የሕዋት ኣብ መላእ ዓለም እትርከቡ ክራሪስቲ፣ ነዞም ክልተ ትስፉዋት ፍሉይ ቅዲ ኣብ ክራር ፍሉይ ምህዞ ተኣታትዮም ዘለዉ ንምብርታዕን ሞራላዊ ሓገዝን ወነንቲ ናይዛ ክራር ክትኮኑ ሻማ ሻማ በሉዋ። ናብ ዝመጽእ ምክታል ኣብ ስቱድዮ ዓዲመኩም ኣለኹ ናብ ኦንኮ ብሎኩም እየ ሰናይ ምክታል ሰላም ዝኸበርኩም ተኸታተልቲ እምበኣርከስ ከም ቆፀራና ነቶም ትስፉዋትን መሃዝትን ዝኾኑ ስነ ጥበባውያን ሒዘልኩም መፅእ ዘለኹ ከምቲ ኣቐዲመ ዝበልኩኹም ሕጂ ውን ን ፍሉይነት ናይዛ ትሪእዋ ዘለኹም ኣብ ኢደይ ክራር ቀዳመይቲ ንምህዞኦም ዝበቐዐት ከም መዘከርታ ሒዞማ ዘለዉ ንዕዳጋ ዘየውርድዋ'ያ ብየማነይ ጸጋመይ ኮፍ ኢሎም ዘለዉ ክልቲኦም ክራሪስቲ ባዕሎም ኣሽማቶም ከላልዩና'ዮም ካብዛ ናይ ቅድሚ ሕጂ ክራር ፍልይ ዝበለ ፈጠራ እንታይ ዓይነት ስራሕ ዮም እትዮምና ውን ከላልዩና እዮም ሰናይ ምክታል ናብኦም ከብለኩም ሕራይ ብኣኻ ክንጅምር።
ሕራይ የቐንየለይ ኣብርሃም የማነ ወድ ሱዳን ሽመይ መርሃዊ ተኽላይ ይበሃል ተቐማጢ እስራኤል ፍቕሪ ናይ ክራር ወይ ፍትወት ናይ ክራር ኣለኒ ክራር እፍትን እየ። ምስ ኣብርሃለይ ካሕሳይ ዝብሃል እዚ ትርእይዎ ዘለኹም ሓወይ ወይ ከኣ ዓርከይ ማለት እዩ ከም እዚ ናተይ ፍቕሪ ክራር ዘለዎ ሰብ እዩ ክንሰርሓ ዝተገደድናሉ ምኽንያት ወይ ከኣ ዝያዳ ነቲ ትርእይዎ ዘለኹም ሓድሽ ምዕባለ ኢልና ዝሓሰብናዮ እቲ ፍቕሪ እዩ እቲ ፍቕሪ ናይ ክራር ማለት እዩ ንዝያዳ ንፍሉይነታ ዝምልከት ከኣ ናብ ሌላ ክወስደኩም እየ። እቲ ቀንዲ ኣገዳሲ ዝኾነ ኣብ ክራር እቲ ቶን ወይ ከኣ ሜጀር ንብሎ ንዕኡ ምቕያር ኢዩ ኣሸጋሪ ብ ክረር ክሳብ ሕጂ ከይ ማዕበለ ጸኒሑ ቅድሜና ውን ኣቐድሜና ማዕቢሎም ኢዮም እንተኾነ ግን ካብኡ ሓጋዚ ንዕኡ ኢልና ኢና እምበር ሰሪሖሞም ዝሓለፉ የሕዋትና ኤርትራውያን ማለት ኢዩ ነዚ ክነማዓብሎ ኢልና ኢና ሓሲብናዮ ውጽኢታዊ ኢዩ ውን።
ሕራይ እምበኣር ኩቡራት ተዓዘብቲ ከምትሪእዎ ዘለኹም ሓይሎም ኣብ ስራሕ እዩ ከንድቲ ንኽዛረቡ ውን ሰገጥገጥ እንዳበሉ እዮም ግን ብሓፈሻ ኣብ መሃዝነት ዘለዎም ኣብ ፍሉይነት ናይታ ክራር ብጣዕሚ ኣድንቖት ዝረኸቡ ሰባት እዮም ሕጂ ኸኣ ካብ ሓውና መርሃዊ ተኽላይ ናብ ኣብርሃለ ካሕሳይ እየ ከብለኩም ንሱ ብዝርዝራቱ ክገልጸልና ክፍትን እዩ ሰናይ ምክትታል።
ኦከይ የቐንየለይ ኣብርሃም ወዲ ሱዳን ነዚ ዕድል እዚ ዝሃብካና ማይት ምስ ሞያና ክትላለየና ኢልካ እዚ ዕድል እዚ ዝኸፈትካልና ብልቢ ነመስግነካ ማለትይ ብሽመይን ብሽም መርሃውን ማፍኣውን ከምኡ የቐንየልና እቲ ኩሉ ምትሕብባርካ ቀጺለ ኣብዚ ክራር ገይርናዮ ዘለና በቃ ካብ ዜሮ ተበጊስና ኣይኮናን ካብትም ዝሓለፉ ይሕዋትና ከምዚ ዝበሎ መራ ኣርከ ካብኦም ተበጊስና ኢና ማለት እዩ ንሱ ከኣ ብዙሕ ዕጉብነት ስለ ዘይነበረና ካብኡ ንላዕሊ ውን ክወጽእ ይኽእል እዩ ብዝብል ሓሳብ ኣንቂልና ማለት እዩ መስመራዊ ፈተውቲ ኣቃሪቦምና ነዚ ክንገብር በቒዕና ተስፋ ንገብር ከኣ ሰብ ክፈትዎ። ከም ትሪእዋ እታ ክራር ኣብ ኢዶም ኣላ ፍሉይነት ካብተን ካልእ ክራራት እንታይ እዩ ዘለዋ ካብ ዕንጨይታ ኣትሒዛ ክሳብቲ ካልእ ካልእ ነገራታ ብዝርዝር ክሓቶ እየ ብሓፈሻ እቶም ኣፍቀርቲ ክራር ኣብ መላእ ዓለም ዘለኹም ንፍሉይነታን ንክእለት ኣሰራርሓ እንሪኢኹም ሻማ ሻማ ኢልኩም ነዞም ኣሕዋትና ሞራል ክትሂብዎም ከኣ በዚ ኣጋጣሚ ንምሕጸን ናብ ኣብርሃለ ካሕሳይ ከብለኩም እየ ኣብርሃለ ሓወይ ምልክት እናገበርካ ናይዛ ክራር ፍሉይነት ይኹን ኣሰራርሓኹም ካብ ዕንጨይቲ ጀሚርካ ክሳብቲ ዝደቐቐ ነገር ከተላልየና ናባኻ።
ኦኬ ወዲ ሱዳን ሓወይ ሕጂ እዚ ናይ እዚኣ ክራር ፍልይነታ ቀዳማይ ነገር ካብቲ ዝሓለፈ ከምዚ መርሃዊ ሓወይ ዝበሎ፣ ሜጀር ኔርዋ እዩ ማለት እዩ ሕጂ ከኣ ነዚ ሜጀር እዚ ብቀሊል ከመይ ጌሩ ከም ብኤሌትሪካዊ ነገር ከመይ ጌሩ ከም ዝቅየር ሓሲብና ማለት እዩ ኣብ ተዓዊትናሉ ከኣ ተስፋ ንገብር ከኣ እቲ ካልእ ሰብ ከኣ ክፈትዎ ኣይ ኣይጠራጠርን እዩ ከኣ ከም ዝፈትዎ ሕጂ ትፍልይነት ናይ እዚኣ ብቀሊሉ ሜጀር ብኤሌትሪክ ጥራይ ከም ትቅይር በዚ እናጠወቅካ ማለት እዩ ካልእ ብዙሕ ነገር ውን ኣለዋ ቤዝ ውን ከም ትሰርሕ ኢና ጌርናያ ዘለና ኦሬዲ እዚኣ ናይ እቲ ሜጀር ሕጂ ኣብዚ የለን እቲ ንጥቀመሉ ነበርና ስኬል ዝቀያየረልና የለን በዚ ከም ዝበልኩካ ብኤሌክትሪክ ጥራይ ከም ትቅየር ጌርናያ ኣለና ማለት እዩ ኣላ ከኣ ካብዚኣ ከኣ ፍልይ ዝበለት ከኣ ቤዝ ኮላ እያ ትሰርሕ እዚኣ ሜጀር ጥራይ እያ ተቀያይር ኣብዚ እቲ ከምቲ ናይ ቀደም ዕንጨይቲ ስለ ዘይብላ እዚኣ ኣብዚ ኣምሃራዊ ሒዝዋ ዘሎ ካልኣይቲ ግን ኮላይ በይዝ ትሰርሕ ማለት እዩ ሕጂ እቲ ጣዕሚ ከኣ ማራ ፈቲናዮ ማለት እዩ ከም ዳርጋ ካልኣይቲ ከም ድርዒ ናይ ኦርጋን ከምዚ ዳርጋ ናብ ኦርጋን ገጹ እዩ ተቃራሪቡ ማለት እዩ ድምጺ ናይታ ክራር ሓዲ ድምጺ ጥራይ ዘይኮነ ዝወጽእ በዚ ንባዕሉ ክልተ ጀክ እዩ ዘለዋ
ሕራይ ሕጂ ኣብዚ ክልተ ዓይነት ሶኬት ናይ ኤለክትሪክ ወይ ጀክ ንርኢ ኣለና። ቅድሚ ሕጂ ግን ሓደ ጥራይ እዩ ኔርዎ ክልተ ብምግባርኩም እንታይ ዓይነት ሓገዝ ኣለዎ ወይ ከኣ እንታይ ብሉጽነት።
ኦኬ እዚኣታ ቀንዲ መበገሲት ሓሳብናን እያ ኔራ ምስ መራ ክልተ ጀክ ፈጢርና ፈለማ ንሓይሊ ነታ ንክራር ንክኸውን ዳሕራይ ፈተውቲ ኣራኺቦምና በዚ እጋጣም ከመስግኖ ዝደሊ ደርጓዕ ድምጻዊ ተኪኤ ገዛኢ ዶርጓዕ ንክልቴና ኣፋሊጥና ኣይንፋለጥ ኢና ኔርና እቲኣ ክልተ ጀክ በዚ ሰሪሐ ምስ ረኣይኒ ምስ መርሃዊ ከምዚ የዕሊልዎ ማለት እዩ ባእ ከመይ ጌሩ ሰሪሕዋ ገለ ብዝብል ሓሳብ ዳሕራይ ካልእ ሓሳብ ክንፈጥር ከም ንክእል ከኣ ኣራኪብና ማለት እዩ መራ መራ ንፉዕ እዩ ከምዚ ፈጠራታት ማለት እዩ ካልእ ሓሳብ ክመጽእ ከም ዝክእል ተረዳዲእና ነታ ካልኣይቲ ጀክ ዝገበርናያ ካልእ ሓሳብ ውን ከተምጽእ ከም ንኽእል ጌርና ሕጂ እዚኣ ካልኣይቲ ጀክ ታይ ጌርናያ ካልእ ክራር ውን ናብዚኣ ኣትያ ሜጀር ተቀይራ ናብ ሚክሰር ከም ትኸይድ ሰሪሕናያ ማለት እዩ። ሕራይ ብዘይካ እዚ ናይ ጀክ መተሓላለፊ ካልእ ፍልይ ዘብላ ነገር ኣብ ዕንጨይታ ይኹን ካልእ ነገራ ከ እንታይ ኣሎ ምኽንያቱ ካብቲ ፈለማ ክትገብርዋ ከለኹም ካብ ዕንጨይቲ ተበጊሱ ክሳብቲ ካልእ ስርሓታት ተጻዋርነቱ እቲ ኣቃውማ'ሲ ካብ ምንታይ ይብገስ?
ኦኬ እቲ ዕንጨይቲ ከምዚ ዝበልካዮ እዚ ጸዓዱ እዚ ንጊታር ዝጥቀምሉ ዕንጨይቲ ንሱ ኢና ተጠቂምና እሱ እቲ ዝበለጸ ኮይኑ ረኺብናዮ ኣብ ሃሰስ ኢልና ኣብ ኢንተርነት ደሊና ብዝረኸብናዮ እቲ ዝበለጸ ዕንጨይቲ ኢልና ብዝገበርናዮ እዩ ማለት እዩ ጣዕሙ ማራ ጽቡቕ እዩ ካልእ ውን ብሉቱዝ ኣለዋ ብሉቱዝ ሰሪሓ ብብሉቱዝ ጌራ ተደሊኻ ደርፊ ትጥቀመላ ማለት እዩ ብታ ቴሌፎን ናብዚኣ ኮንታክት ጌርካ ናብ ሚክሰር ከይዳ ከም ትደርፈልካ ትገብር ካልኣይ ብብሉቱዝ ጌርካ ውን ትጻወት ኢኻ። ዋው ገለ ዓይነት ምህዞ እዩ እምበኣር ቀንዲ ምስ ሓውና መርሃዊ ክትራኸቡ ዝገበረኩም ክቡር ስነ ጥበባዊ ዶርጋ እዩ ንምሁዝነትካ ኣብቲ ንስኻ ትነጥፈሉ ዝነበርካ ዓውዲ ስለ ዝረኣየካ'ዩ ድዩ ወይስ ብዓልካ ኢኻ ኣማኺርካዮ ከምዚ ዓይነት ስራሕ ምስ መራ ከራኽበካ? እወ እሱ ንዓይ ከምዚ ዓቢ ሓውናን ኣያናን እንድዩ ክሎ ዓርክናን ማለት እዩ። ክሳዕ ሰሪሐያ ምስ ረኣየኒ ገሪምዎ ኣዕሊልዎ ማለት እዩ ንመርሃዊ። መርሃዊ ከኣ ዳሕራይ ክንራኸብ ገይሩ ማለት እዩ። ቅድሚኡ ክሳብ ኣነ በዚ ነብሰይ ክሳብ እዛ ናይ እዛ ኦርጋን ትሪኣ ዘለኻ ትራንስፖዝ ብላ ውሽጢ ኣለዋ ክሳብ ንዕኡ ምፍንጣሕ እየ በፂሐ ነይረ ንዓኡ ፈንጢሐስ ናብዛ ክራር ከመይ ገይረ ይልግቦ ኣብ ከምኡ እየ በፂሐ ነይረ ኣብዚ እዛ ዓዲ ወፃእ እንዳተቀመጥኩ ብኢላት እየ ነይረ እዛ ኦርጋን ፈንጢጠ ኦርጋን ኣባላሽየ ሰብ ኦርጋን ዝሃበኒ ሓዘለይ ኢሉ ኣነ ኻዓ ቀንጠብጥቢ ማራ እየ ዝፈቱ ኣባላሽያታ ኦርጋኑ ዳሕራይ ቴሉ ማለት እዩ ካብታ ዝነበረታ ጌረ ግን ጽቡቕ ክትሰርሕ ኣይከኣለትን ፈታበታስ ፈታቲሐያ እየ ሕጂ ኣብ ከምዚ ፈተነታት እንዳገበርካ ላዕሊ ታሕትን ኤለትሪክ ዝሓዘካ እዋን ኔሩ ኣጋጣሚ?
ኣይ ዳሓን እዩ ካብ ኤለትሪክስ ቁሩብ እንዳ ፈራሕካ እታ ኦርጋን ካኣ በይና ስለ ዘላ ካብ ኤልትርግ ወጺኻ ኣላ ስለ ትፍትና ዳሓን እዩ እምበር ደሓን ኢኻ ኣብ ኤለትሪክ። ሐራይ ክቡራት ተዓዘብትና ሕጂ ከኣ ናብቲ የማናይ ኢዱ ዝኾነ መርሃዊ እየ ከብለኩም ናብኡ ከብለኩም እየ ናቱ ዕላል ውን ፍሉይነት ናይታ ክራርን ኣገላልጹን ክንሰምዖ ኢና ናብ መርሃዊ ከብለኩም። ሐራይ ናብ መርሃዊ እየ መሊሰኩም ዘለኹ ክቡራት ተዓዘብትና ቂድሚ ናብ ሕቶ ምባለይ ንባዕሎም ክራሪስት ስለዝኾኑ ነታ ስርርሓቶም ብፈተነ ሃሪሞም ከስምዑና ወይ ከኣ ንሕና ከነስተማቅራ ክሓቱ እየ ናብ መራኹ ከብለኩም መራ እስከ ካብዛ ብልጽትን ምህዝቲ ብኣኻ ዝተማህዘት ክራር ከተስምዓና ን ኦዴንስ ሓዳ ንእስ ዝበለት ህርመት ኣስምዓና ኢኻ።

ብዓቅምኻ ውን ንስኻ ነዛ ምሳኻ ዘላ ክራር ካብተን ካልእ ክራራት እንታይ ብሉጽነት ኣለዋ ክትገልጸልና ኢና እተን ሕጽር ዝበላ ሕቶታት ከነቅርበልካ እምበኣር ብምልክት እናገበርካ ኣብዛ ክራር ነዞም ኣፍቀርቲ ክራር ኣብ መላእ ዓለም ዘለዉ ተባሃግትን ፍትዋትን እንታን ክኾና ብዓቅምና ነቲ ዕላማ ንምብጻሕ ኢቲ እንገብረልኩም ዘለና ቃለ መጠየቅ ምክንያቱ ኣብ መሃዝነት ዝነብር ፈጠራዊ ስራሕ ዝሰርሕ ኣብ ምብልሓት ዝነብር ሓውኻ ብሜድያ ኣቢልካ ኢኻ ናብ ኩሉ ዓለም ከተብጽሓሉ ትኽእል። እቶም ኣድነቕትን ፈተውትን ናይ ክራር ከኣ ብኡ ቢሎም ሻማ ሻማ ክብልዎ ንምእንታን እዩ። ሕጂ ናባኻ ከብል እየ ብፍሉይነተን እንዳመልከትካ ንኣፍቀርቲ ክራር ክትሕብረልና በዚ ኣጋጣሚ ንምሕጸነካ ማየ።
ሕራይ የቐኔለይ ወድ ሱዳን። እዛ ክራር እዚኣ ካብቲ ቅድሚ ሕጂ ዝነበረ ክራር። እቲ ፍሉይነታ ወይ ከኣ ብልጫ ናታ ሓደ እዚ እቲ ዝነበረ ኢሜጀሪ ንፈልጦ ማለት እዩ ኢድና ከምዚ ጌርና ንቕይሮ እሱ ዝነበረ እዩ እቲ ሕጂ ዘሎ ኸዓ እዚ ማለት እዩ ሕጂ ካልእ እ፣ እዚ ንሪኦ ዘለና ናይ ጀክ መ- ጀክ ኮኔክት መግበሪ ማለት እዩ ንሕጂ ክልተ ኢና ጌርናዮ ኔርና ክልተ ጀክ ከም ዝወስድ ካብ ክልተ ጭብ ንእቱ ሓንቲ ክትከውን ብዝብል ግን እንታይ ጌርና ሓንቲ ኣብ ሓንቲ ከም ትጥቕለል ጌርናያ ማለት እዩ ኣብዚ ካብቲ ኢን ናብ ክራር ማለት እዩ ናብ ሚክሰር ግን ክልተ ማለት እዩ ዳብል ከምዚ ኢሉ ከም ዝኣቱ ናብ ሚክሰር ጌርናያ ካብ ክልተ ጀግ ዘሸግር ኢልና ብሓደ ምትሕብባር ናይ ሓደ ሰብ ማለት እዪ ከምዚ ግበሩ ኢልና ማለት እዪ ሓደ ፈታዊና እዪ ብከምኣ ናብ ሓንቲ ከም ትጥቅለል ገይርናያ እቲ ብልጭኡ ከኣ በዛ ሓደ ክራር ኖርማል እንዳተጻወትካ እዚ ከኣ ቤዝ ክትገብሮ ትክእል ኢካ። ኦክታቭ ማለት እዩ ሓፊስ ትገብሮ እዚ ሓፊስ ኣሎ ኣብቲ ክራር እቲ ካልኣይ ጀክ ከዓ ክራር ማለት እዩ ትገብሮ ክንሪኦ ኢና
ሕራይ ክቡር ስነ ጥበባዊ መርሃዊ ተኽላይ ከምዚ ክትሕብሮ ዝፀናሕካ ካልእ ፍሉይነት እውን ኣለዋ ክትብል ፀኒሕካ ኣብቲ ናይ ምክያድ ማለት እዩ ሕጂ ካብዚ ናይ ኢድ ክትብሎ ዝጸናሕካ ሓሊፉ ኣብ ናይ ሜጀር መቀያየሪ ኣብዚ ከተርእየና ጸኒሕካ ከምኡ ውን ብግምጣላ ናይ ክልተ ጀክ መእተዊ ኣሎ ሕጂ ፍሉይነት ናይዚ ጀካት ንምንታይ ይጠቅም ወይ ከኣ ኣብ ምንታይን መኣስን ከመይ ኩነታት ኢኻ ክትቅይሮ ትኽእል ክልተ ክራር ውን ብሓንቲ ጀክ ክጥቀማ ክእላ እየን ክትብለና ጸኒሕካ ን ብሓፈሻ ን ነቶም ክራሪስት ሳብርሕ ኣቢልካ ትገልጸሎም ማለት እዩ እቲ ስራሓቲ ምህዞ ናትኩም ክሳብ ዝኾነ በቲ ትኸድዎ ዘለኹም ከይዲ ወይ ከኣ በቲ ትገብርዎ ዘለኹም ፈጠራ ኣስፍሕ ኣቢልካ ክትገልጸልና
ሕጂ እቲ። ክልተ ጀክ ኣዝዩ ጠቓሚ ንምንታይ ተይልና ኣብ ክልተ ቻነል ናይ ሚክሰር ጽዒና እቲ ሓደ ከም ቤዝ ንገብሮ እቲ ሓደ ከኣ ናይታ ክራር ማለት እዩ ሕጂ ነዚ ክልተ ዝነበረ እውን ናብ ሓደ ከም ዝጥቕለል ጌርናዮ ኣለና ናብ ሓደ ጀክ ዳብል ኣሎ እቲ ናብ ሚክሰር ዝኣቱ ዳብል ኮይኑ ናብዚኣ ክራር ሓንቲ ክልተ ጫፋት ዘለዎ ጀክ ኣሎ ከምኡ ዓይነት ጌርና ኣቢልና ኣለና ማለት እዩ ኣማሓይሽናዮ ኣብ ክንዲ ክልተ ትፅዕን ጀክ ናብ ክራር ማለት እዩ ካልኣይ ብሉቱዝ እውን ኣለዋ ብዘይ ጀክ ክትፃወት ትኽእል ኢኻ ብሉቱዝ ከዓ እዚ ማለት እዩ እዚ ንሪኦ ዘለና ኣብዚ ኣሎ ካልእ እዚ እዚ ንሪኦ ዘለና ዝነበረ ናይ ቅድሚ ሕጂ ሜጀርት ንኩላትና ንፈልጦ እዩ። እዚ ከዓ ከም ዲጂታል ማለት እዩ። በቃ ዋላ እንዳተፃወትካስ ክትቅይር ገለ ኣይትሽገርን ኢኻ ኣብኣ ከላ ከምዚኣ ጌርካ ትቕይራ ማለት እዩ። ልክዕ ከም ትራንስፖዝ ማለት እዩ ትራንስፖዝ ምውላብ ኦርጋን ከምኡ ማለት እዩ ሕጂ ቀጻሊ ኣብዚ መርዓታት ክንርኢ ከሎና ክራር ክቃንዩሲ እታ ፍርቂ መዓልቲ ትኸይድ ወይ ከኣ ድምጺ የጽሙሙኻ እዮም ቂው ቂው እንዳበለ ካብቲ ቂውታ ከ ድሒንና ዲና ኣነ ምኽንያቱ ክራሪስት ኣይኮንኩን ቀንዲ ንሳ እያ ተወሳኒት ነገር ናብ ሜጀር ምቅይያር ዝገብርዎ ሃልኪ ኣብ ግዜ ይኹን ኣብ ምጽማም ሰባት ብዙሕ ኢኻ ትርኢ ሕጂ ካብኡ ከ ዝገበርኩሞ ለውጢ ኣሎ ዶ ኣብዚ ናይ ሜጀር ምቅይያር ትብሎ ዘለኻ
እወ እቲ ክራር ምቅናይ እኳ ኩሉ ግዜ ዋላ ክራር ከይትፈርስ ቸክ ትገብር እንዲኻ ነዚ ብፍላይ ምሰ ገሓዝካዮ ምንቅስቃሳት ምሰ እንተ ሃልዩ ቸክ ትገብር ኢኻ ክራር ፈሪሳ ከይትብሉ ኣብዚ ግን ብዙሕ ስለ ዘይትቅይር እቲ ስልኪ ብዙሕ ኣይነቃነቀካን እዩ ማለት እዩ። ኩሉ ግዜ ኣብ ቦትኡ ስለ ዘሎ ሓንሳብ ተሰጢሙት ስልኪ ዋላ ሓንቲ በዚ ጥራይ ኢኻ ተብል ኣዝዩ ብልጫ ኣለዎ ማለት እዩ ብዙሕ ናይ ምፍራስ ክስታይ የለን ኣብቲ ክራር።
ሕራይ ከምዚ ሓውና ኣብርሃለ ካሕሳይ ክብሎ ዝጸንሐ ካብኡ ዘይተፈልየ ኣገላልጻ ኢኻ ትገልጽ ዘለኻ። ካልእ ብዛዕባ እዛ ክራር ካይበልናዮ ካይተርፈና ወይ ከኣ ብሉጽነት ናታ ኣለዎ ትብል ወይ ከኣ ፍሉይ ናይ መልእኽቲ ሓሳብ እንተለካ ክትገልጸልና ናይ መወዳእታ ዕድል ንዓኻ ክህበካ።
እዛ ክራር እዚኣ ሸውዓተ ስልኪ እዩ ዘለዋ እቲያ ናይ ትራንስፖዝ ንብላ ዘለና ከዓ ፍርቅቶም ንቕድሚትን ንድሕሪትን እንዳኸደ ይኸይድ ማለት እዩ ፈፍርቅቶን ይኸይድ ማለት እዩ ልክዕ ከም ኣብ ኦርጋን ዘሎ ትራንስፖዝ ንብሎ ዝኾነ ኣይነጥርን'ዩ ማለት እዩ። ሙሉእ ቶም ገለ ኣይኮነን ዝኸይድ ፈፍርቂ ቶም ልክዕ ብናይ ከም ናይ ኦርጋን ማለት እዩ። ኣብዚ ሸውዓተ ስልኪ እንተድኣ ሃልዩና ከኣ ኩሉ እቲ ዘድልየና ቅኒት ቶም ዶሮ ሚ ፋ ሶል ገለ ንብሎም ማለት እዩ ኣለዉ ብግቡእ ትረኽቦም ኢኻ። ስለዚ ኣዝዩ ኣገዳሲ ግሉጽነት እዩ ዘለዋ። ካልእ ኣገዳስነት ናይዛ ኣብ ኢድካ ዘላ ጀክ ክልተ ናይ ጀክ ቦታ ኣሎ ኣገዳስነታ ካበይ ናበይ እዩ እንታይ እዩ ከስርሓ።
ኦኬ እዚኣ እዛ ንሪኣ ዘለና ሳልሰይቲ ናይ ጀክ ቦታ ኢንፑት ማለት እዩ። ኣብዚኣ ሜጀር ዘይብላ ክራር እንተ ሃልያትና ወይ ከም ገለ ኢሉ ስልኪ እንተ ተበቲኹ ናብዛ ክራር እዚኣ ዝኾነ ዓይነት ክራር ወይ ሜጀር ዘይብላ ገለ እንተ ሃልያትና ኣብዚኣ ኣእቲና ናብታ ክራር ንወስዳ ማለት እዩ ናብታ
ክልቲኤን ስብ ሓደ ኢላ ገባ ማለት እዩ በዚኣ ክልቲኤን ተራኺበን ቀጻልነት ናይቲ ስራሕ ኣሎ ማለት እዩ። እወ እወ ከምኡ ማለት እዩ በቃ። እታ ክራር ግን ክተልወና ኣለና ክተልው ኣለዋ ኣብ ኢድና ማለት እዩ ብእኡ ከነብል ንኽእል ኢና ክንፃወት በዚ ኣጋጣሚ ክራር ተቖሪፅካ ኣብ መንጎ ፀወታት ፀገም ዝበሃል የለን ማለት እዩ እዚ እውን ሓደ ካብቲ ፍልይ ዝብል ፈጠራ ጥራይ እቲ ምስራሕ ዘይኮነሲ ክልተ ላጊብካ ኣብ ሓደ እዋን ከምዚ ጌርካ ምጥቃም
እወ በቃ ከምኡ ማለት እዩ። እቲ ብልጫ ንሳ እያ ማለት እዩ ካልእ ዋላ ሓንቲ ኤክስታይ ዘለዋ ኣይኮነትን ናብ ካልእ ክራር ከም ትኸይድ ማለት እዩ እቲ ሓሳብ ብኣጠቓላሊ ኣነ ደሓን ዝኾነ ስራሕ ሰሪሕና ኢና እየ ዝብል ብሕጂ ከኣ ገለ ሓድሽ ሓሳብ ክመጸና ይኽእል እዩ እዚ ናይ ኣምላኽ እዩ ተስፋ ይገብር ማለት እዩ ካብኡ ዝሓሸ ስራሕ ክንሰርሕ ከኣ ኩሉ ግዜ ኣብ ሕልሚ እንተ ሃሊኻ ትሓስቦ እንተ ሃልዩ ክትግብሮ እየ ኢልካ ጥራይ ክትውስን እዩ ዘለካ እምበር ዘይስራሕ ነገር የለን። በዚ ኣጋጣሚ እዚ ንቆዋሊ ባንድ ወይ ከዓ ራእይ ባንድ ማለት እዩ ኣዝየ እየ ዘመስግኖም ከምኡ እውን ንዓኻ ኣብርሃም የማነ ሓወይ ማፍኣ ካሜራ ማን ማለት እዩ ንኹሎም ስነ ጥበባውያን ካብ እስራኤል ዘለዉ ኣዚና ነመስግን ማለት እዩ። ሕራይ
ካብዚ ብምቅጻል ብሓፈሻ ብዙሓት ክራሪስት ኣብ ሃገረ እስራኤል ኣለዉ ነዚ ስርሓትኩም ብከመይ ይሪእዎ ዕዳጋኩም ከ ኣብ ተዛማዲ ኣብ ከመይ ኩነታት ኣሎ ዕዳጋ ረኪብኩም ዶ ድሕሪ ምስራሕኩም ወይ ከኣ ሞራል ዝህቡ ኣሕዋት ተረኪቦም ዶ ኣብ ፈተነ ምስ በጻሕኩም።